ሰላም ንዓኹም የሕዋት ሶ ኣንተ ያው ከሎ ሓጺር ጥራይ ኣርእየኩም ነይረ እዚ ናይ ኤሌክትሪክ ወርር ሂተር የምጽኦ ዘለኹ ፍልልዩ ኤሌክትሪክን ጋዝን ብክልቲኡ ዝሰርሓሉ እዩ እቲ ናይ ገዛና ዘሎ ላይን ብኸመይ ዘሎ እንድሕር ሪፕሌስ ክንገብር ኮይና ጋዝ ድዩ ዘሎ ኤሌክትሪክ ቸክ ንግበሮ ካልኣይ ድማ እንድሕር ክንገዝእ ከለና እንታይ ዓይነት እዩ ዘድልየና So ክንደይ ጋሎን እዩ ዘድልየና ኣርብዓ ጋሎን ሰላሳ ጋሎን ሓምሳ ጋሎን ብከምኡ እዩ እቲ ፍልልያቱ ኣብ ካልእ እንድሕር መፂና እቲ ፋንክሽኒቲ ኩሉ ሓደ ማይ ምውዓይ እዩ ያ ሞደሬት ዝኾነ ኣሎ ብቴሌፎንና ሴትኣብ ክንገብሮ ንደሊ ወይ ካልእ ክስታይ ዘለዎ ግን ኣት ሴም ታይም እንድሕር ኣብ ገዛና መውዓይ ጥራይ ዘድልየና እንድሕር ኮይኑ ኩሉ ከውዕልና ይኽእል እዩ ማለት እዩ ስለዚ ኣብቲ ዋጋ ፍልልያት ኣለዎ እዚኣ ናይ ኤሌክትሪክ እያ ትሰርሕ ሶ ሓዲኡ ናይ ማይ ዝሑል ማይ ዝሑል ማይ ውዑይ ዘድልየና ነገር እዚ የድልየና እዚ ፍሌክሲብል ሆዝ እዩ ኣብ ዝኾነ ክስታይ ንገብሮ ኣብዚ ኮኔክት ምስ ኮነ እዚ ከዓ ሻርክ ባይ ዝበሃል ናይ ሃፍ ኢንች ዘለዎ ወይ ከዓ ትሪ ኮረር ዲፐንድስ እቲ ናትና ላይን ክንደይ ከመይ ከም ዘሎ ክልተ ኣለዋና ኣብዚ ኮኔክት ምስ ገበርናየ ክልትኤን ምስቲ ዘለና ናይ ማይ ላይን የሕወት እዚካ ናይ ፕሬሽር እንድሕር እቲ ታንክ ቫልቭ ናቱ ካብ ዓቐን ንላዕሊ ኮይኑ እቲ ሂት ናቱ እንድሕር ማራ ረሲኑ እቲ ወረር ፍሎው በዚ ይወፅእ ማለት እዩ ስለዚ እዚ ከዓ ንከምኡ የድልየና ኣብ ክንዲ እቲ ማይ ፋሕ ኢሉ ዝኸይድ እዚ ንዕኡ ይጠቕመና ማለት እዩ ድሬን እንድሕር ኣሊና ናብቲ ድሬን ኸይድ ድሬን ተዘይብልና ከዓ እቲ ማይ ስትረይት ንታሕቲ ይሹት ከም ዝኸውን ይኸውን ማለት እዩ። ኮፐር ክኸውን ይኽእል እዩ ወይ ከዓ ፒቪሲ ከምዚ ዓይነት እውን ክኸውን ይኽእል እዩ ማለት እዩ። ካልእ እንድሕር ሪፕሌስ ክንገብሮ ኮይና እቲ ናይ ቀደም ዘሎ ኣብ ገዛና ማይ ንዓፅዎ፣ ጋዝ እንድሕር ኮይኑ ከዓ ንጋዝ ንዓፅዎ፣ ኤሌክትሪክ ተኮይኑ ኤሌክትሪክ ንዓፅዎ። ብድሕሪኡ እቲ ናይ ማይ በዚ እዚ ንሪኦ ዘለና እቲ ድሬን ናቱ እዩ። እንድሕር ድረይን ኣለና ኮይኑ እቲ ገዛ ከፊትና ጥራይ ነብሎ ድረይን እንተዘይብልና ግን ቱቦ ናይ ጋርደን ቱቦ ጌርና ክሳብ ደገ ዝወፅእ ንገብሮ ጥራይ ምስ ኮነልና ሽዑ ነቲ ናይ ቀደም ዘሎ ቆሪፅና ማይና ፎሹር ክንዓፅዎ ኣለና ንዕኡ ቆሪፅና እታ ሓዳስ ኣብታ ናታ ቦታ ነእትዋ ማለት እዩ። ስለዚ ብሕጽር ዝበለ ነዚኣ ትመስል ኣብ ቀጻሊ ስፍሕ ዝበለ ከምኡ ኣብ ዩቱብ ክእትወልኩም እየ። እዚኣ ሕጂ ሓድሽ ላይን ስለ ዝኾነ ናይ ቀደም የብልናን ኣብ ሓድሽ ኢና ክንገብሮ። እዚ ከዓ ናቱ ኮሌክቲቭ ፔን እዩ። ዝኾነ ማይ እንድሕር ፈሲስና ኣብዚ ክፈስስ ይኽእል እዩ። እዚ ከዓ ምስ ናቱ ኮኔክት ንገብሮ ኢና። ድሬይን ማለት እዩ ድሬይን ንገብረልና ማለት እዩ። So sub pump ስለ ዘለኒ ብዚ ናተይ ዝኾነ እንድሕር ኮይኑ ናብኡ ድሬን ክገብር እዩ ማለት ስለዚ ያ ብስፍሕ ዝበለ ንሎሚ ዝመስል ሓደስቲ እንድሕር ኮንኩም ከዓ ኣብ ዩቱብ ገሬ ፕሮዳክሽን ከድኩም ከዓ ታምስ ኣብ ክትገብሩ በዚ መንገዲ ይላቦ ማለት እዩ ስለዚ ኣብ ቀፃሊ ትቐርበልኩም ትደልይዎ እንድሕር ኣሊ ከዓ ያ ፀሓፉለይ ክቐርበልኩም ፒስ